ሰላም ኣብ ርሑቕን ቀረባን ትርከቡ ተኸታተል ሳትላይት ቴሌቭዥን ኤሪፒኤም ከመይ ጸኒሕኩም ከመይ ትኾኑ ኣብዚ ሰዓት እዚ መዝሙር ህወሓትን ህግደፍን ጽምዶ እዩ ዝብል ዘሎ ንሕና ከም ደለይቲ ፍትሒ ከኣ እዚ ጽምዶ እዚ ሓደገኛ እዩ፣ ሓደጋ ኣለዎ፣ ምኽንያቱ ስርዓት ህግደፍ ጽምዶ ክገብር ከሎ ስግኣት እንድሕር ደኣ ኣለዎ ኮይኑ ወይ እውን ንኲናት እንድሕር ደኣ ክዳሎ ደልዩ እዩ ጽምዶ ዝገብር፣ ንሰላም ጸሚዱ ኣይፈልጥን እዩ። ናይዚ ኣብነት ከኣ ናይ ቀረባ ተመክሮ እቲ ኣብ ክልተ ሽሕን ዓሰርተ ሸሞንተን ዝነበረ ጽምዶ እዩ። ሕጂ እዚ ክንብል ኮልና እቲ ኣብ ሞንጎ ህዝብታት ኤርትራን ትግራይን ወይ ውን ኣብ ሞንጎ ህዝብታት ኤርትራን ኢትዮጵያን ክፍጠር ዝኽእል ሰላም ስለ ዝጸላእናዮ ኣይኮናን። ኣንኮር ኣኳርኣሲ እዞም ክልተ ህዝብታት ህዝብታት ኤርትራን ትግራይን ህዝብታት ኤርትራ ኢትዮጵያን ህዝብታት ኤርትራን ሱዳንን ብሰላም ክነብሩ ኢና ንደሊ። ንሱ እዩ ውን እቲ ቃልስና። ግን እቲ ዝያዳ ስክፍታ ዝፈጥረልካ ከምቲ ወትሩ ስርዓት ህግደፍ ዝገብሮ ብመንገዲ ሰላም ብሰላም ኣመኽንዩ ንኹናት ስለ ዝዳሎ ደሓር ንዝተወሰነ ግዜ ናይ ሰላም ሃሁ ጸኒሑ ኣብ መወዳእታ ከኣ ንዕኡ ስዒቡ ዝመጽእ ሓደገኛ ዝኾነ ኩናት ስለ ዘሎ በዚ ኢና ስክፍታና ደጋጊምና ንገልጽ ዘልና። ሕጂ ትማሊ ሰንበት ኣብ መንጎ ናይ ብኤርትራ ዘሎ ህዝቢ ብኣወል ስዒድ ተመሪሑ ናብ መረብ መጺኡ ብሸነኽ ትግራይ ከኣኒ ብኣክቲቭስት ትግራዋይ ኣክቲቭስት ማለት እዩ ብርሃነ ገብረገርግስ ሰብ ዝሰኣነ ሰብ ከምዚ ንሪኦ ዘለና ኣብቲ ናይ መረብ ተራኺቦም ኣለዉ ማለት እዮም ሕጂ ከምዚ ኢሉ ክንሪኦ ከለና እዚ ህዝቢ ደስ እዩ ዝብለካ ኣነ ይሕጎስ እዚ ግን ሓቀኛ ክኸውን ኣለዎ። እዚ ንኢሰያስ ንኩናት ንክዳሎ መግዝኢ ግዜ ክኸውን የብሉን። ግን እቲ ተሞክሮ ንሱ እዩ ዝነግረና። ክልተ ሽሕን ዓሰርተ ሸሞንተን ኣብ ሞንጎ ኣብይ ኣሕመድን ኢሰያስን ሰላም ክበሃል ከሎ ካብዚ ዝዓቢ ሓጎስ ነይሩ። ካብዚ ዝዓቢ ፈንጠዝያ ነይሩ። ግን ኣብቲ እዋንቲ እቲ ኣብ ሞንጎ ኢሰያስን ኣብን ዝነበረ ጽምዶ ንህወሓት ዘገለለ ስለዝነበረ። ንሕወሓት ብምግላሉ ከኣ ኣብቲ ሽዑ ግዜ ሓደገኛ እዩ ምኽንያቱ እቶም ተባኢሶም ዘለዉ እቶም ተቓያይሞም ዘለዉ ኢሰያስን ሕወሓትን እዮም ስለዚ ኣብይ ናይ ብሓቂ ሰላም ኣብ መንጎ እዚ ክልተ ህዝብታት ዝደሊ እንተደኣ ኮይኑ ኢሰያስ ናይ ብሓቂ ሰላም ኣብ መንጎ እዚ ክልተ ህዝብታት ዝደሊ እንድሕር ደኣ ኮይኑ እቲ ናይ ዕርቂ መስርሕ ንህወሓት እውን ዘጠቓልል ክኸውን ኣለዎ ዝብል ናይ ኩሉ ደላይ ፍትሒ ፃውዒት እዩ ነይሩ። ኾምኡ እንድሕር ድኣ ዘይኮይኑ ግን ናይ ጊዜ ሕቶ እዩ እምበር ኩናት ዘይተርፍ ኢልና ኣብ ጊዜኡ ብዙሕ ተዛሪብና። ንድሕሪት ምልስ ኢልካ እንድሕር ድኣ ቪድዮታትና ርኢኻዮ እሱ እዩ እቲ መጠንቀቕታ ነይሩ። ሕጂ እውን ከምኡ ኢና ንብል ዘለና። ህዝብና ከምዚ ዓይነት ሓጎስ ደስታ ንሓደ ዓመት ንክልተ ዓመት ዘይኮነሲ ንመዋእል ክኸውን ክኽእል ኣለዎ። ከምዚ ኢሉ ተሓጒሱ ክልተ ሽሕን ዓሰርተ ሸሞንተን ዝነበረ ታሕጓስ ኣብዚ ከርእየኩም እየ። እንታይ ዓይነት ታሕጓስ ከም ዝነበረ ኩላትና ንዝክሮ ኢና ማለት እዩ። ረኣይዎ እዚ እዩ እቲ ናይ ክልተ ሽሕን ዓሰርተ ሸሞንተን። እዚ እንድሕር ደኣ ርኢኹሞ ኮይንኩም ከም እትርእይዎ ዘለኹም ረኣይዎ። እዚ ኣብ ክልተ ሽሕን ዓሰርተ ሸሞንተን ኣብ ዶባት ናይ ኤርትራን ኢትዮጵያን እዩ። እዚ ሕጂ ዝረኣናዮ ክንዲ ርብዒ ናይዚ እውን ኣይከውንን። ግን እዚ ዓይነት ሓጎስ፣ እዚ ዓይነት ፌስታ፣ እዚ ዓይነት ምትሕቋፍ ኣብ መንጎ እዚ ክልተ ህዝብታት ኣብ መወዳእታ ከምቲ ንሕና ንደልዮ ውሑስ ዝኾነ ሰላም ፈጢሩ ዶ? ኣይፈጠረን ምኽንያቱ ናይ ኢሰያስ ድሌት ንሱ ስለ ዘይነበረ ናይ ኣብይ ኣሕመድ ድሌት ንሱ ስለ ዘይነበረ እዞም ህዝብታት መሸቀጢ እዮም ነይሮም እዚ ሰላም ኣመኽኒኻ ነዚ ክልተ ህዝቢ እዚ ከምዚ ንሪኦ ዘለና ናቶም ኣይ እንታይ እዮም ሎም መዓልቲ ህዝብታት ኤርትራን ትግራይን ተሓቂፉ ብሓንሳብ ነቢዑ ብሓንሳብ ተሓጒሱ ድሕሪ ክልተ ዓመት ከኣ ኣዝዩ ደማዊ ኩናት ኣብ ታሪኽ ህዝብታት ኤርትራን ኢትዮጵያን ርኢናዮ ዘይንፈልጥ ኲናት ከኣ ኣብ መንጎ እቲ ክልተ ህዝቢ፣ ኣብ መንጎ እቲ ክልተ ሃገር ተወሊዑ ማለት እዩ። ስለምንታይ? ምኽንያቱ እቲ ዝግበር ዝነበረ ጽምዶ ኣበጋግስኡ ቅኑዕ ስለ ዘይነበረ፣ ኣበጋግስኡ ናብ ኲናት ዝዓለመ ስለ ዝነበረ፣ እቲ ዝግበር ዝነበረ ንምድላው ግዜ ንምዕዳግ ስለ ዝነበረ፣ ሕጂ እውን ከምኡ ከይከውን እዩ ስክፍታና። ሕጂ ውን እዚ ህዝቢ እዚ ልክዕ ከምቲ ናይ ዝሓለፈ ግዜ ተሓጒሱ ካልኣይ ግዜ ንኸይጉሂ እሱ እዩ ስክፍታና። ሕጂ ንሕና ከም ኤርትራውያን ብፍላይ ማለት እዩ እቲ ሓደ ኩሉ ግዜ ንዓይ ዘተሓሳስበኒ ኢሳያስ ክፈቱ ከሎ ዝዕረቕ ኢሳያስ ክጸሊ ከሎ ዝጻላእ ሕብረተሰብ ክንከውን የብልና ሕጂ ንሪኦም ኣለና እዞም ደገፍቲ ናይ ህግደፍ በቃ ትማሊ ትማሊ ሕወሓት ወይ ከዓ ህዝቢ ትግራይ ፀላኢና እዩ ክጠፍእ ኣለዎ ክፀንት ኣለዎ ዝብሉ ዝነበሩ ከይተረፉ ሎሚ በቃ ንሕና ህዝቢ ትግራይ ንሕዋት ኢና እዚ ክልተ ህዝቢ ህዝቢ ትግራይን ህዝቢ ኤርትራን ሲ ክልተ እዩ ዝብል በቃ እቲ ሓቂ ዘይፈልጥ ይብሎ ባዕሎም እቶም ደገፍቲ ናይ ስርዓት ትማሊ እንታይ እዮም ዝብሉ ነይሮም ዝኾነ ኤርትራዊ ዋላ እውን ነቲ ኣብ ልዕሊ ተጋሩ ዝወርድ ዝነበረ ግፍዒ መከራ እንድሕር ደኣ ንዑ ዓገብ ኢልዎ ኮኒንዎ እንታይ እዩ ዝበሃል ነይሩ ከዳዕ እዩ ዝበሃል ነይሩ ሸያጢ ሃገር ይበሃል ነይሩ ትግራዋ ይበሃል ነይሩ ዓጋመ ይበሃል ነይሩ እዚ ዘርእየካ ነገር እንታይ እዩ ከም ህዝቢ ከም ሕብረተሰብ ኢሰያስ ንሓደ ነገር ክጸሉ ከሎ ትጸሎ ክፈቱ ከሎ ከዓ ትፈቱ ዘሕፍር እዩ ብጣዕሚ ሸይንፉል እዩ ምክንያቱ ንሕና ኢሰያስ ስለ ዝደለየ ከምቲ ምስ ዝደልዮ ክንከውን ኣለና ማለት ኣይኮነን። ምስ ህዝቢ ትግራይ፣ ምስ ህዝቢ ኢትዮጵያ ዘባእስ ነገር የብልናን። እዚ ክልተ ህዝብታት እዚ ኣሕዋት ህዝብታት እዩ። እቲ ባእሲ እንድሕር ኣልዩ ኮይኑ ፖለቲካዊ ባእሲ እዩ። ናይቶም ፖለቲካውያን መራሕቲ ባእሲ እምበር ናይ ህዝብታት ኤርትራን ትግራይን ህዝብታት ኤርትራን ኢትዮጵያን ባእሲ ኮይኑ ኣይፈልጥን እዩ። ተስፋ ይገብር እዚ ህዝቢ እዚ ተማሂሩ ክኸውን ግን ዝምሃር ኣይመስለንን። ምኽንያቱ እንድሕር ደኣ ተባሂልና ኮይና ትማሊ ኣብ ክልተ ሽሕን ዓሰርተ ሸሞንተን ተደሚርና ኢና ኤርትራን ኢትዮጵያን ክልተ ሃገራት ዝብለን ዘይፈልጥ እዩ ኣብይ ኣሕመድ መራሒና ምስ ህዝቢ ምሓራ በቃ ዘለና ዝምድና ብደም ዝተኣስረ እዩ ይበሃል ነይሩ ሕጂ ከ እንታይ ይበሃል ኣሎ ኢሳያስ ስለ ዝጸልኦም ናይ ታሪክ ጸላእትና እዮም ህዝቢ ምሓራ ናይ ታሪክ ጸላኢና ኢትዮጵያውያን ናይ ታሪክ ጸላእትና እዮም ኣብይ ኣሕመድ ቆልዓ እዩ ኣብይ ኣሕመድ በቃ ስግኣት ንልእላውነትና ኮይኑ ኣሎ ስለዚ ኩላ እዛ ትማሊ ኣብይ ከይትትንክፎና ኣብ ትብል ዝነብረት ኢድኩም ኣልዕሉ ካብ ኢትዮጵያ ዝብሉ ዝነበሩ ኣብ ጎኒ ኣብይ ኣሕመድ ኮይና ንኢትዮጵያ ጠጠው ክነብላ ኢና ዝብሉ ዝነበሩ ሎሚ ኢሳያስ ንኣብይ ኣሕመድ ስለ ዝጸሎ ፎእ ብልዎ ኣለዉ ይጸልዎ ኣለዉ ካብዚ ዝኸፍእ ነገር የለን ምክንያቱ ኢሳያስ ከያዳ እዩ ኢሳያስ ሓደ ውልቀ ሰብ እዩ ሎሚ ኣሎ ጽባሕ የለን ንሕና ከም ኤርትራውያን ከም ሕብረተሰብ ግን እንታይ ዓይነት ባህሊ ኢና ነጥሪ ዘለና እዚ ባህሊ እዚ ሓደገኛ እዩ ከም ህዝብን ሃገርን እውን ከቐጽለና ኣይክእልን እዩ ስለዚ እዚ እቲ ዝዓበየ ከም ኤርትራውያን ክንሓስበሉ ዝግብኣና እዩ ፖለቲካውያን መራሕቲ ስለ ዝተጻሉ ህዝቢ ምስ ህዝቢ ኣይጻላእን እዩ ኣብዚ መዳይ እዚ ብሸነኽ ተጋሩ ዝሓሸ ኣጠማምታ ነይርዎም ካብ ሸነኽ ኤርትራ ዝነበረ፣ ዋላውን ኣብቲ ጽንኩር ኩነታት ዝነበረ ከይተረፈ ግዜ ኣብ ልዕሊ ህዝቢ ኤርትራ ዝነበሮም ኣረኣእያ ካብቲ ንሕና ከም ህዝቢ ኣብ ልዕሊ ተጋሩ ዝነበረና ኣረኣእያ ኣዝዩ ዝተፈልየ እዩ። በዚ ከኣ ክነድንቖም ይግበኣና። ንሕና እውን ፖለቲካዊ ሽግር ተፈጢሩ እንድሕር ደኣ ኣብ ኩናት ተኣትዩ እቲ ሽግር ናይ ፖለቲካ ስለ ዝኾነ ፖለቲካዊ መፍትሒ ንኽርከበሉ ነቶም ፖለቲከኛታት ገዲፍና ንሕና ግን ህዝቢ ምስ ህዝቢ ዘቀያይም ኣብ ሕማቅ ዘእቱ በቃ ብሓባር ንኸይንነብር ዘኽእለና ነገራት ካብ ምግበር ክንቁጠብ ክንክእል ኣለና ሕጂ እውን ሎሚ ማለት እዩ እዛ ኩላ ንህዝቢ ትግራይ ሓውና እዩ ዝብሎ ኣሎ ፅባሕ ንጎ ኢሳያስ እንድሕር ደኣ ምስ ሕወሓት ተባኢሱ እዚኦም ጠላማት እንድዮም ልቢ ናይዚኦም መን ይኣምኖ ሸውዓተ ልቦም እዚ ድበሃል ክመጽ እዩ ብጣዕሚ ዘሕፍር እዩ ከም ሕብረት ሰብ ኤረትራዊ ኣበየናይ መዓሙቅ ወሪዱ ከም ደሎ ዘርእየካ እዩ ማለት እዩ ሕጂ ናብዚ ጽምዶ ናብዚ ትማሊ ዝተኸፍተ ንመለስ ከምዚ ትርእይዎ ዘለኹም እዚ ትማሊ ብሸነኽ ራማ ዝተኸፍተ ነቲ ናይ መኽፈቲ ስነ ስርዓት ዝኾነ ይኹን ሓላፊ ብሸነኽ ክልቲኡ ወገን ዝመጽ የለን። እዚኦም እንታይ እዮም? እዚኦም ንሪኦም ዘለና እዚኦም ኣክቲቪስት እዮም፣ ናይ ሜድያ ውልቀ ሰባት እዮም። ናይ ብሓቂ ብናይ ሜድያ ሰባት ጌርካ ህዝቢ ካብ ተኣኪብካ ህዝቢ ካብ ተኣኪብካ ሲ ሓቀኛ ሰላም ኣሎ ድዩ? ኣብ መንጎ ኣወልን እዚ ተስፋይ ዝበሃልን ወድንሲ እንታይ በኣሲ ነይሩ? ፖለቲካውያን ማሕቲ ይኮኑን ዳስ ዋይ ኢና ካብቲ ናይ ክልተ ሽሕን ዓሰርተ ሓሙሽተን ዝፈኾሰ ካብቲ ናይ ክልተ ሽሕን ዓሰርተ ሸሞንተን ስኒ ዋላ ማለት ሽዑስ ብደረጃ መንግስታት እዩ ነይሩ ሕጂ ግን ብደረጃ ውልቀ ሰባት ክሳብ ሕጂ ብሸነኽ ስርዓት ህግደፍ ንኣወል ስዒድ ድላይ ክገብር ኣፍቅዱ ዝህሉ ኮኑ ብሸነኽ ስርዓት ህግደፍ ብወገይ ካብቲ ኣብ ኣስመራ ዘሎ ስርዓት ብዛዕባ እዚ ጽምዶ እዚ ብዛዕባ እዚ ምስ ህወሓት ዝግበር ዘሎ ወግዓዊ ንህዝቢ ዝተሓበረ ነገር የለን። ብሸነኽ ህወሓት ካብቶም ፖለቲካውያን መራሕቲ ብውሽጢ ውሽጢ ዝገብሮ ነገር ክህሉ ይኽእል ይኸውን። እቶም ፖለቲካውያን መራሕቲ ዝተዋህበ ነገር የለን። ስለምንታይ ኢልና ንሕተት። ምክንያቱ እዚኣ እታ ብሬኪንግ ፖይንት ስለ ዝኾነት እዚኣ ዝተገብረትላ መዓልቲ፣ ብወግዒ እዞም ክልተ ሓይልታት ንሕና ጸሚድና ኢና ዝበሉላ መዓልቲ፣ እታ ኣብ መንጎ ኣብይ ኣሕመድን ህወሓትን ዘላ ዝምድና ክትብተኽ ስለዝኾነት። That's why ኢና ህወሓት ይኹን ስርዓት ህግደፍ ብዛዕባ እዚ ጽምዶ እዚ ብወግዒ ዋላ ሓደ ዘይዛረቡ ዘለዉ። ስለዚ ካብቲ ናይ ክልተ ሽሕን ዓሰርተ ሸሞንተን ዝገደደ ማለት እዩ ንኹናት ዝመርሕ ሃዋህው እንድሕር ኣሎ ኮይኑ እዚ እዩ። ምኽንያቱ እቲ ኣብ መንጎ ህወሓትን ህግደፍን ዘሎ ዝምድና ይፍጠር ኣሎ ዝበሃል ዘሎ ዝምድና ኣብ ትሕቲ ዝኾነ ይኹን ኩነት ሕጋውነት ክህልዎ ኣይክእልን እዩ። ትግራይ ክሳብ ክልል ናይ ኢትዮጵያ ዝኾነት ምስ ኣብ ኤርትራ ዘሎ ስርዓት ዲፕሎማስያዊ ዝምድና ክትገብር ኣይትኽእልን እያ። እቲ ቅዋም ናይታ ሃገር ኣየፍቅድን እዩ። ምኽንያቱ ኣብ ሞንጎ ሃገራት ዝግበር ዲፕሎማሲያዊ ዝምድና ኣብ ሞንጎ እቲ ማእከላይ መንግስቲ ኣብ ሞንጎ እታ ካልእ ሃገር እዩ ክኸውን ዝኽእል ዳስ ዋይ ኢና ብሸነኽ ስርዓት ህግደፍ ይኹን ብሸነኽ ህወሓት ብደረጃ ሰበ ስልጣናት ብደረጃ ላዕለዎት ሓለፍቲ ዝኾነ ይኹን ነገር ነዚ ፅምዶ ዝበሃል ነገር ዘይዝረብ ዘሎ ኩሉ ድሌታቶም በዚኦም ገብሮም ህልኾን ግን ከመይ ክሳብ መዓስ ከምዚ ኢልካ ትኸይድ ሓንቲ መዓልቲ እንድሕር ድኣ እዛ ድብላ ዘለኹ መጺኣ ብድሕሪኣ ትመጽእ እንተ ኣብ መንጎ ኣብይ ኣሕመድን ህወሓትን ዝምድና ክብተኽ እዩ ኣብይ ኣሕመድ ዝምድና ምስ በተኸ እቲ ኩሉ ንትግራይ ዝህቦ ዝነበረ ባጀት ይኹን ከምኡ ከዓ ኣገልግሎታት ክቆርፅ እየ ክብል እዩ ምክንያቱ ዘይሕጋዊ ስራሕ ትሰርሑ ስለ ዘለኹም ክብል እዩ ካብኣ ከድካ ናብያ ናብ ኩናት ኢካ ትኣቱ That's why ካብቲ ናይ ክልተ ሽሕን ዓሰርተ ሸሞንተን ናይ ሕጂ ንኹናት ክወስደና ዝኽእል ኩነታት ኣብዚ ሰዓት ዘሎ ይበዝሕ ስለዚ ንሕና ናይ ህዝብና ሓጎስ ስለ ዝጸልኣና ኣይኮንናን ግን ከይኩለፍ ስለ ዝፈራሕናዮ እዚ ህዝቢ ዝሓለፈ ግዜ ስለ እተኾልፈ ኣብዚ ናይ ትማሊ ዝነበረ እቲ ሓጎስ ደስታ ንሱ ጥራይ ኣይኮንናን ክርኢ ዘለና ክንደይ ዝተጎደ

ብጣዕሚ ልብኻ ዝትንክፍ ብጣዕሚ ኢለ የሕዝነካ እዘን ክልተ ጤላት የልቅሳ ኣለዋ ይሓዝና ኣለዋ ብርግጽ እንታይ ምዃኑ እኳ ዘይፈለጥክዎ ግን ኩሉ ግዜ እዚ ዓይነት ብዛዕባ ሞት ብዛዕባ ሕማቕ ነገር ምዃኑ ግን ኣይጠፍኣካን እዩ ኩላትና ንፈልጦ ሓቂ እንድሕር ዳኣ ኣሊ ኮይኑ ከ ኣዴታት ትግራይ ኣዴታት ኤርትራ ኣብ ዝሓለፈ ናይ ክልተ ዓመት ኩናት ብዙሓት ተጎዲኤን እየን ብዙሓት ደቀን ስኢነን እየን ብዙሓት ደቀን ኣብ በቃ ኣብ ትርጉም ኣልቦ ኩናት ጠፊኦም እዮም ሰንኪሎም እዮም። ብዙሕ ሓዘን እዩ ዘሎ ኣብዚ ክልተ ህዝቢ እዚ ከምዚ ንሪኦ ዘለና ኣብ ኩሉ ዓድታት ናይ ትግራይ ናይ ኤርትራ እንተኸድካ ብዙሓት ኣዴታት ኣለዋ ርእሰን ዝተደርመመ ርእሰን ዘይተፈትሐ እዚ እዚ ጽምዶ ክመጽእ ከሎ ሓጎስ ጥራይ ዘይኮነ ማዕረ ማዕሪኡውን ከምዚ ዓይነት ማለት እዩ ነቲ በቃ ክኸውን ዘይነበሮ ዋጋ ዝተኸፍሉ ብዙሓት ምልምል መንእሰያት ስለ ዘለዉ ክንደይ ኣዴታት ዝተጎድኣ ኣለዋ ኣብ ኤርትራ እንተኸይድና ክትገልጾ እውን ኣይትኽእልን ኢኻ እቶም ኣብቲ ኹናት ኣትዮም ሂወቶም ዝሰኣኑ ስድራቤት ክሳብ ሕጂ ኣይተረድኡን ዘለዉ። ኣደ ውላዳ ካብ ገዛ ምስ ወጸ ኣበይ ከም ዘሎ ኣይትፈልጥን'ያ ኤርትራዊት ኣደ። ልዕሊ ዕርባዓ ሽሕ ዝኾኑ ኤርትራውያን መንእሰያት ኣብቲ ኹናት ጠፊኦም ይበሃል። እዘን ስድራቤታት እዘን ኣዴታት ናይዞም ኣርባዓ ሽሕ ጽበያ'ኮ እየን ዘለዋ። ሎሚ'ዶ ጽባሕ ወደይ ይመጽእ ክኸውን፣ ሎሚ'ዶ ጽባሕ ጓለይ ትመጽእ ትኸውን። ማዕጾ ገምገም ክብል ከሎ፣ ወደይ ዶ ኸውን ጓለይ ዶ ይኸውን በዓል ቤተይ ዶ ኸውን በዓልቲ ቤተይ ዶ ትኸውን ክንደይ ኣዴታት እየን ርእሰን ምስ ተደርመመ ዘይተፈትሐ ዘሎ ክንደይ ስድራ ቤታት እዮም ትማሊ ኣብ 1998 ደቆም ከፊሎም ኣብቲ ናይ ገድሊ ግዜ ደቆም ኣብዚ ከዓ ሰለስተ ወለዶ ዝኸፍሉ ዘሎ ስድራ ቤታት ከም ዘለዎ ይፈልጥ እዩ እዚ ምዕራፍ እዚ ከይዓጸኻ ዝግበር ዘሎ ምድላዋት ኩናት ንሓድሽ ብጣዕሚ እዩ ዘሕዝነካ። ኣነ ኣብ ቦታ እታ ኤርትራዊት ኣደ እየ ክኣቱ ዝደሊ ኣብ ቦታ እታ ወዳ ትጽበ ዘላ ጓላ ትጽበ ዘላ ብዝወሓደ እዚ ብ ኤርትራ ዘሎ ስርዓሲ ናይ ብሓቂ ብህዝቡ ዝግደስ ነይሩ ትኸውን ነዘን ስድራ ቤታት እዚኣተን እኳሲ ብወግዒ ብዛዕባ ውላደን ክነግረን ይግባእ ሰብ ኮይኑ ኣብዚ ዓለም ዝነብር የለን ትመውት ኢኻ ግን ክትቀብጽ ከ ኣለክን ነፍሲ ወከፍና ብፍላይ እቲ ዝወለደ ሰብ ኣጸብቕ እዩ ዝፈልጦ ዝኾነ ወላዲ ውላዱ ክቐብር ኣይደልን እዩ ልዕሊ ኩሉ ግን ልዕሊ ኩሉ ግን እቲ በቃ ዘይወፅእ ቃንዛ ሰብ ምስ ሞተ ትሓዝን ከም ንቡር ከዓ ሓዘንካ ትዓዝም ሞቱ እንድሕር ኣይፈሊጥካ ግን ኩሉ ግዜ እንዳተቐንዘኻ ኢኻ ትነብር ከምዚ እየን እተን ኤርትራውያን ስድራቤታት ዝነብራ ዘለዋ እዚ ሕጂ ዳንኬራ እዚ ሕጂ ሆሆ ንርእዮ ዘለና ንቑስሊ ናይዘን ኤርትራውያን ስድራቤታት ክሽፍን ኣይክእልን ንቑስሊ ናይዘን ናይ ተጋሩ ኣዴታት ስድራቤት ክሽፍን ኣይክእልን ናይ ብሓቂ ሓቀኛ ሰላም ተትኾን ከዓ ወላ ሓደ ጸገም የለን በቃ እቲ ዝሓለፈ ይሕለፍ ተቐዲሞም ምበልና ግን ሕጂ'ውን ናብ ካልእ ዘይተደልየ ሓደገኛ ኣንፈት ሓደገኛ ዕንወት ዘለዎ ኲናት ንኸይድ ምህላውና ግን ብጣዕሚ የተሓሳስበና። ሕጂ ክወዲ መን እዩ ክመውት? ሕጂ ብዙሓት ሰባት በቃ እዚ ፅምዶ በቃ ናይ ሰላም እዩ ግደፉ እንዶ ንምንታይ ኢኹም ዝብሉ ኣለዉ ግን ኣርእየኩም እየ ረኣይዋ እዚኣ እዛ ቪድዮ እዚኣ ኣብ ክልተ ሽሕን ዓሰርተ ሸሞንተን እያ እዛ ቪድዮ እዚኣ ንረኣያ ራእይዎ ተመሳስላ ለና ብዛንባ ዘላ ቤታት ይነብዓ ንኣርባዕተ ዓመት ሕጂ ኢና እዚ ኣጋጣሚ እዚ ክንረኸብ ክኢልና ድሕሪ እዚ ዝረኣናዮ ድሕሪ እዚ ኣብ 2018 ኣብ ዶብ ናይ ኤርትራን ኢትዮጵያን ዝረኣናዮ እሞ ብደረጃ መንግስታት እሞ ብወግዒ ድሕሪ እዚ ዝረኣናዮስ ኲናት ክኽፈት እዩ ኢሉ ዝሓስብ ብጣዕሚ ውሕድ ነይሩ ክኸውን ይኽእል እዩ። እቶም ስክፍታ ዝነበረና ንሕና ኢና፣ እዞም ሕጂ ስክፍታ ዘለና ድሕሪ እዚ እዩ፣ ድሕሪ እዚ ንሪኦ ዘለና ድሕሪ እዚ ንሪኦ ዘለና ናይ ክልተ ዓመት ሕጽኖት ኣብ ሞንጎ ኢሰያስን ኣቢ ኣሕመድን ኣብ ሞንጎ ኣቢ ኣሕመድን ሕወሓትን ከቢድ ኩናት ተወሊዑ ኢሰያስ ከኣ ኣብቲ ኩናት ኣትዩ እንታይ ውሕስነት ኣለና እዚ ከማን ዘይተዋሕሰ እዚ ኣብ ሞንጎ ህዝቢ ኤርትራን ትግራይን ዝነበረ ሞሃብ መንግስታት ተቐባልነት ዝነበሮ ውዕል ዘይተዋሕሰ ናብ ኩናት ዝኣተናሉ ሲ እዚ ሕጂ ብኣክቲቪስት ዝግበር ዘሎ ሲ እንታይ ውሕስነት እዩ ዘለና እንታይ እቲ ውሕስነቱ ራይዎት ኣብቲ ሲ ባንዴራ መንግስቲ ኢትዮጵያ ናይ ስርዓት ህግደፍ ባንዴራ ፍትለ ወተሃደራት ናይ ክልቲኡ ህዝብታት ተሓዋዊሱ ህዝቢ ተሓዊሱ ካብኡ ሓሊፍካ እውን ከምዚ ንሪኦ ዘለና ሲ ዋላ እውን ሸቐጥ ተጀሚሩ ምክንያቱ ብደረጃ መንግስታት ስለ ዝነበረ እዚ ኣይተዋሕሰን ኢና ንብል ዘለና። እዚ ጽምዶ እዚ ዘይተዋሕሰ ንሕጂ ናይ ኣክቲቭስ ጽምዶ ከመይ ገይሩ እዩ ክወሓስ? ስለዚ እዚ ንሪኦ ዘለና ፌክ እዩ። ስርዓት ህግደፍ በቃ ሰባት ንምትዕሽሻው ዝገብሮ ዘሎ እዩ። ምክንያቱ ውዒልካ ሓዲርካ ተግባራውነት እውን የብሉን። ምክንያቱ ሕጋውነት እውን ስለ ዘይብሉ እቲ ሕጋውነት ዘይህልወሉ ምክንያት ከዓኒ ሕወሓት ብወግዒ ምስ ስርዓት ህግደፍ ምስ ኣስመራ ዲፕሎማስያዊ ዝምድና ክገብር ኣይክእልን እዩ ሕጋዊነት ዘለዎ ዋላ እዚ ዶብ ከማን እዚ ኣብ መንጎ ሕጂ ተኸፊቱ ዝበሃል ዘሎ እንድሕር ደኣ እቲ ናይ ማእከላይ መንግስቲ እዚ ዶብ እዚ ክዓጽዎ እየ ኣብ መንጎ ኤርትራን ኢትዮጵያን ኢሉሲ ብሕጋዊ መንገዲ ክዓጽዎ መሰሉ እዩ ሕወሓት ኣይኮነን ዶብ ድኸፍትን ድዓጽን ምናልባሽ ሕጂ ሰራዊት ናይቲ ናይ ማእከላይ መንግስቲ ኣብ ትግራይ ስለ ዘየሎ ኣብቲ ዶብ ስለ ዘየሎ ክኾን ይኽእል እዩ ግን ኣብይ ኣሕመድ እንድሕር ደኣ ዓቕሚ ረኺቡ እንድሕር ደኣ ሕጅስ መስመር ቀይሕ ተሰጊሩ እዩ ዝሓለፈሉ ግን ዋላ እውን ዶባተይ ክሕሉ እየ ኣብ መንጎ ኤርትራን ኢትዮጵያን ዘሎ ዶብ ክዓፅዎ እየ ብምባል ጥራይ ኩናት ክኸፍት ይኽእል ማለት ኮይኑ ሕወሓት ውን ነቲ ቕዋም ናይ ኢትዮጵያ ሰጊርኩም ምስ ኣብ ኣስመራ ዘሎ ስርዓት ዲፕሎማስያዊ ዝምድና ክትገብሩ ኣይትኾኑን ኢኹም እዚ ናይ ማእከላይ መንግስቲ እዩ ስለዚ እዚኣ ሰጊርኩማ ቕዋም ሰጊርኩም ኣለኹም እዚ ማለት ከኣ ክሕደት እዩ ስለዚ ስጉምቲ ክወስድ እዩ ሕጋዊ ስጉምቲ ክወስድ እዩ ኣብ ልዕሊ ሕወሓት ክብል ይኽእል እዩ ጽባሕ ንግሆ መን እዩ ጠጠው ከብሎ እንታይ ክወልድ እዩ ሽዑ ኩናት ልክዕ ከምዚ ናይ ክልተ ሽሕን ዕስራን ዝረኣናዮ ኲናት እሱ እዩ ክኸውን። እዚ ሕጂ ዝተሓቆፍ ዘሎ ህዝቢ ከኣ ሽዑ ከኣ እንሆ ክበሃል እዩ። ክጻላ እዩ። ምክንያቱ ከምቲ ዝበልኩ ከምቲ ኣብ መእተዊ ዝበልክዎ ብፍላይ ንሕና ከም ኤርትራውያን ኢሳያስ ክጻላ ከሎ ንጻላ ኢሳያስ ክፋተ ከሎ ንፋተ ስለ ዝኾነ ሽዑ ድሕሪ ዓመት ድሕሪ ክልተ ዓመት ምስ መን ኢሳያስ ኩናት ገጥም ክንረኤና ምስ እቲ ህዝቢ ብሓፈሻ ብምሉእ ከዓ ምስ ዝገጠመሉ ክፃላ እዩ ማለት እዩ እዚ እዩ ኣንጸላሊካ ዘሎ ህዝቢ ኤርትራ እሱ እዩ እቲ ናትና መልእክቲ ለዚ ኣነ እንታይ እዩ እቲ ናተይ ሰንትራል ፖይንት ወይ እቲ ቀንዲ መልእክቲ ናተይ ክልተ ሽሕን ዓሰርተ ሸሞንተን ምስ ክልተ ሽሕን ዒስራን ሓሙሽተን ነወዳድሮ ክልተ ሽሕን ዓሰርተ ሸሞንተን ዝነበረ ህዝቢ ንህዝቢ ርክብ ካብኡ ሓሊፍካ ከማንሲ ዶብ ጥራይ ኣይኮን ተኸፊቱ እዚ ሕጂ ከም ዝሪኦ ዘለና በቲ ሓደ ሚእቲ ክልተ ሚእቲ በቲ ሓደ ሚእቲ ክልተ ሚእቲ ዘይኮነሲ ብኣሽሓት ካብኡ ሓሊፍካ ዶብ ተኸፊቱ ንግዲ ከማን ተጀሚሩ ነይሩ ንርኣዮ
ተቐቢሎምና ምስቲ ነዊሕ ምፍልላይ ዝነበረ ከመይ ጌርና ከየድና ዓይኖም ንምርኣይ

ሃምሳ ኣምስት ብር ኣሁን ስንሸጥ ደግሞ በናቅፋ ስልሳ ስልሳ ስልሳ አምስት አሁን በቆሎ ስንት ነው የገዛችሁት? ስንት እየሸጣችሁት ነው? በቆሎ እዚያ ጋር ሕጂ ከምዚ ትርእይዎ ዘለኹም እቲ ዶብ ኣብ 218 ከፊ ጥራይ ዘይኮነ ሲ ንግዲ እውን ተጀሚሩ ነይሩ እዚ መጀመርያ ናይ 218 ብዙሓት ኢትዮጵያውያን ነጋዶ ኤርትራ በቃ ሕፅረት ቀረብ ስለ ዝነበረ ናይ እኽሊ በርበረ ሃለኽቲ ነገራት ሕፅረት ስለ ዝነበረ ብሓንሳብ ኢትዮጵያውን ነጋዶ ናብ ኤርትራ ኣብ መናሃርያ እዩ ዝሕጂ ኣብ መናሃርያ ዕዳጋ ተጀሚሩ ነይሩ እዚ ኮይኑ 218 እዚ ጠጠው ኢሉ ኢና ኣብ ኩናት ኣቲና እሞ እንታይ ኮይና እያ ንርስዕዳ ናይ 50 ዓመት ናይ 100 ዓመት ኣይኮንኩን ዝዛረብ ዘለኹ ኣነ ናይ ቅድሚ 7 ዓመት እየ ዝዛረብ ዘለኹ ኣብ መንጎ ህዝብታት ኤርትራን ኢትዮጵያን ዝነበረ ዶብ ምስ ተኸፍተ ብዙሓት ኤርትራውያን ግሕጥ ኢሎም ንትግራይ ምስ ከዱ ኣብ ውሽጢ ድሕሪ ሰለስተ ወርሒ ከኣ እንታይ ገይሩ ኢሳያስ ልኩት ኣቢልዋታ ዶብ ማለት እዩ ንሰለስተ ወርሒ እያ ዶብ ናይ ኤርትራ ኢትዮጵያን ተኸፊታ ሰለስተ ወርሒ ከማን ኣይመለትን ኣብ ከባቢ ሓምለ ተኸፊቱ እዚ ኣብ መስከረም ዓሰርተ ሓሙሽተ ዓሰርተ ሽዱሽተ ከኣ እቲ ዶብ ተዓጽዩ። እታ ኮይኒ ተዓጽዩ እንድሕር ርኣልና ኮይና ብዓሰርተታት ኣሽሓት ኤርትራውያን መንእሰያት ብሕጋዊ መንገዲ ስለ እተኸፍተ በቃ ጽርግ ኢሎም ንትግራይ ንኢትዮጵያ ኣትዮም። እዚ ከኣ ኢሳያስ ክቕበሎ ኣይክእልን'ዩ ጠጠው ኣቢልዎ እታ ዶብ ከኣ ተዓጽያ። ኣብ ሞንጎ እዘን ክልተ ሃገራት ዶብ ተዓጽዩ ብድሕሪኡ ኩላትና ንዝክሮ ኢና ናይ ኣየር መንገዲ ተጀሚሩ ኣብ ሞንጎ ኢሰያስን ኣብን እውን ብዙሕ በቃ እንታይ ዓይነት ፍቕሪ ከም ዝሓለፈ ንዓኻትኩም ምንጋር ኣየድልየንን ድሕሪ ክልተ ዓመት ከኣኒ እቲ ደማዊ ኩናት ተጀሚሩ ማለት እዩ በዚ ዝሓለፍና ህዝቢ ሲ ሕጂ በቃ ንዑሩስ ዓቢልካስ በቃ ጽምዶ ሰላም እዩ ንስኻትኩም ሰላም ናይ ህዝብታት ኤርትራን ትግራይን ስለ ዘይትደልዩ ኢኹም። ንሕና ደስ ዝብለና ኣነስ ክጋገ ደስ ዝብለኒ እዚ ሕጂ ዝብሎ ዘለኹ ሓደጋ የንጸላልዎ ኣሎ እዚ ህዝብታት እዚ ተሓጒሱስ ጽባሕ ንግሆ ከጉሂ እዩ። ንሕና ከ ከምኡ ኢና ዘይንደሊ ሓቀኛ ሰላም ክኾነሉ ኢና ንደሊ ክንብል ኮንናሲ ኣነ ጌገኛ ኮይነ እቲ ሓደጋ ዝብሎ ዘለኹሲ ተዘይወረዱ ደስ እዩ ዝብለና። ሻላ ከምኡ እንተኾይኑ ግን ከምኡ ናይ ምዃን ዘለዎ ተኽእሎ ዘይሮ ሚእታዊት እዩ ዚሮ ንምንታይ እንድሕር ዳይሉ ኮይኑ ኩሉ እቲ ምክንያት ክዝርዝሮ ጸኒሐ ብሕጋዊ ሸነኽ እዚ ዝግበር ዘሎ ዝምድና ሕጋውነት የብሉን ካብኡ ሓሊፍካ ኣብ መንጎ ኣብ ኣሕመድን ኢሳያስን ዘሎ ወጥሪ እንዳሓርፈፈ ይኸይድ ኣሎ ኢሳያስ ኣብ ኢትዮጵያ ኣንጻር ኣብ ኣሕመድ ዘይምርግጋእ ንምፍጣር ብዙሕ ይሰርሕ ኣሎ ኣብይ ኣሕመድ ንገዛእ ርእሱ ካብ ኢሰያስ ዝመጾ ዘሎ ስግኣት እንዳዓበየ ይኸይድ ኣሎ ስለዚ እዞም ክልተ ፖለቲካውያን መራሕቲ ኣብይ ኣሕመድን ኢሰያስን ሓደ እቲ ሓደ ከሎ ክነብሩ ኣብ ዘይክእሉ ደረጃ በጽሑ ኣለዉ ሓንቲ መዓልቲ ሓደ ካብ ክልቲኦም እዚኣ እዛ ዕድል ዘላትኒ ነዚ ክኣልዮ ክእል ኣለኒ እንድሕር ደኣ ስልጣነይ ክቕጽል ኣለዎ ኣብ ዝበሉ ግዜ ኩናት ክጀምሩ ጸገም የብሎም ኣብ መንጎ ህዝቢ ትግራይ ኣብ መንጎ ክቕርቀር ይኽእል እዩ። እታ ኩናት ክትጅመር ተኾይና ኣብ መንጎ ኢሳያስን ኣብይ ኣሕመድን ወይ እውን ኣብ መንጎ ኣብይ ኣሕመድ ትግራይ እውን ክትከውን ትኽእል እያ። ትግራይ ካብዚ ሓሊፎም እንታይ ክገብሩ እዮም ምስ ግዜ ንሪኦ እዩ። ካብዚ ሓሊፎም ወግዓዊ ዝምድና እቲ ዲፕሎማሲ ነቲ ዘይሕጋዊ ካብ ቅዋም ወፃኢ እንድሕር ምስ ኢሳያስ ገይሮም ኣብይ ኣሕመድ ምስ ተጋሩ ኩናት ክኣቱ ይኽእል ይኸውን። ስለዚ ብዙሕ እዩ እቲ ነቲ ዘሎ ኩነታት ናብ ሓደጋ ክወስዶ ዝኽእል ሲ ሓደ ጥራይ ምክንያት ኣይኮን ብዙሕ ምክንያታት እዩ ዘሎ ዳስዋይ ኢና ስክፍታና ንገልጽ ዘለና እምበር ሰላም ስለ ዝጸላእና ኣይኮናን ሰላም እንተኾነ ሕና ደስ እዩ ዝብለና ህዝብታት ኤርትራን ትግራይን ክተሓቆፍ ህዝብታት ኤርትራን ትግራይን ክነግድ ህዝብታት ኤርትራን ትግራይን ብሰላም ክነብር ካብን ናብን ከም ድላዩ ክመላለስ ካብን ናብን ከም ድላዩ ክበጻጻሕ እሱ ኢና ንደሊ ኩናትን ወረ ኩናትን ካብቲ ከባቢ ክጠፍእ ምክንያቱ ከምዚ ክልተ ህዝቢ ጌሩ ዝተጎደ ህዝቢ ስለ ዘየለ ህዝቢ ትግራይ ኣብ ዝሓለፈ ግዜ ልዕሊ ሓደ ሚልዮን ካብቲ ህዝቢ ሞይቱ እዩ ድሕሪ እዚ እንታይ ኢኻ ክደግሞ ደሊ ከም ህዝቢ ንሕና ተኾነ ንዝሓለፍ ስስ ዓመት ካብ ኩናትን ወረ ኩናትን ይዓረፍና ካብኡ ብዝኸፍእ ብስደት ዝፀነትና ህዝቢ ኢና ሶ ልዕሊ ዝኾነ ይኹን ነገር ሰላም ኢና ንምነ ንህዝብና ሰላም ኢና ንምነ ንህዝቢ ትግራይ ሰላም ኢና ንምነ ንህዝቢ ኢትዮጵያ ግን ከዓኒ ሓቀኛ ሰላም ክኸውን ክኽእል ኣለዎ እዚ ብኣክቲቪስት ጌርካ እዚ ብኣወል ስዒድን ሰብ ዝሰኣነ ሰብ ጌርካ ዝግበር ዘሎ ግን ፀወታ እዩ ኣብ መወዳእታ ከኣ እዚ ስቆልካ ናይ ውልቀ ሰባት ጸወታ ከኣ በቃ ካብቲ ናይ ቅድሚ ሕጂ ዝኸፍእ ኩናት ሓደገኛ ኩናት ከምጽእ ይኽእል እዩ እዚ ኢና ንብል ዘልና ከምቲ ዝረኣናዮ ከኣ ብዙሓት ኣዴታት ከኣ ዝተጎድኣ ኣዴታት ከኣ ኣለዋ ካልኣይ ክውዳእ ኣይንደልይና ርኢናየን ኢና ዘን ክልተ ኣዴታት ሰብ እንዳተሓጎሰ ሰብ እንዳዘለለ ከሎ ንሳተን ይነብዓ ኣለዋ ቀሊል ኣይኮነን እዚ ስዋይና ኣዴታትና ክጉዳእ ኣዴታትና ክነብዓ እተን ካልኦት ዘይተጎዳ ኣዴታትና ሕጂ ክጉዳእ ስለ ዘይንደሊ ኢና እዚ ፅምዶ እዚ ሓቀኛ መንገዲ ክሕዝ ኣለዎ ንብል ዘለና ማለት እዩ ስለዚ ዝኾነ ኣብ መወዳእታ ክብሎ ዝደሊ በቲ ሓደ ሸነኽ ደስ እዩ ዝብለካ ህዝቢ ንህዝቢ ክተሓቆፍ ክትሪኦ ከለካ ክሰዓም ክትሪኦ ከለካ ብሓንሳብ ክዕልል ብሓንሳብ ክፃወት ክትሪኦ ከለካ ደስ እዩ ዝብለካ ግን ቀጻልነት ኣለዎ ድዩ የብሉን እዚኣ ኢና ንሓትት ዘለና ስለዚ ኣይ ቲንክ ህዝብና ጽቡቕ ዝኾነ መረዳእታ ክህልዎ ተስፋ ይገብር ኣብ መወዳእታ ክብላ ዝደሊ ግን ኢሳያስ ክጻላእ ከሎ ክንጻላእ ኢሳያስ ክፋቶ ከሎ ክንፋቶ ግን ቅቡል ኣይኮነን ከም ሕብረተሰብ ዋላ እውን ንመጻኢና ሓደገኛ ስለ ዝኾነ ክንሓስበሉ ኢሰያስ ከም ደስ ዝበሎ ክጻላእ ይኽእል እዩ ንሕና ግን ምስ ኢሰያስ ዝተጻልኦ ህዝቢ ንጻልኣሉ ምኽንያት የለን ጽባሕ ንግሆ ኢሰያስ ምስ ሕወሓት ተጻልዩ ምስ ህዝቢ ትግራይ ንባኣሰሉ ምኽንያት የለን ሎሚ ኢሰያስ ምስ ኣብይ ኣሕመድ ተጻልኢሉ ዘሎ ግዜ ምስ ህዝቢ ኣምሓራ ንጻልኣሉ ምኽንያት የለን ምስ ህዝቢ ኦሮሞ ንጻልኣሉ ምኽንያት የለን እንታይ ገይሮምና ግዳያት እዮም ከማና ንሳቶም ስለዚ ካብዚ ዓይነት መንፈስ ክንወጽእ ክንክእል ኣለና ክብል ደሊ ሎሚ ዘዳለኾ መደብ ኣብዚ ዛዚመ ኣለኹ ዝመጽእ ዘሎ ብካልእ ትሕዝቶ ክንራኸብና ክሳብ ሽዑ ሰናይ ቅነ Thank you ናተይ ድሌት ወትሩ ምስ ሓቀኛታት ተቓለስ ገብታ ምስራሕ ብርጌድ ንሓመዱ ምንባሩ ምንባሩ